እወት ክፈት ህጂ እወት ክፈት ካሜራ ጸማምታ ኣታ ግደፈና እንደታ ጸማምንታ ስክሪንሽት ጸገም ብሓሳብ ዘይትምጉትዎ ነሞ ካሜራ ክንከፍተልካ ክፈትለይ ስለ ድብለና ደለ ኣነ እኳ ካሜራ እወ ካሜራ ክፈት ኣነ ግን እዚኦም ደለይቲ ፍትሕስ ደለይቲ ዕግርግር ርጉማት ማለት እዩ ናናና ኣነ ንሲ ደለ ኮን ግደፍዮ ፍትሒ ይደልሎትኒ ወይ ከዓ ፍትሒ ኣብ ደንበ ንምንታይ ናብ ፍትሒ መፂኻ ይበልኮን እንታይ ንኣብነት ንኣብነት እታ ኮኮናት ኣብ ኤርትራ ክብላ ዝሓሰበ ንምንታይ ንምንታይ ጥቕሚ ኢሉ ናብ ካልእ ከይዱ ኣይትተኸል እንተ ጉዳይ ዘይኮነ ጉዳይ ዘይኮነ ንምንታይ ኣብ ካልእ ሃገር ዝተተኽሎ ኣለኻ መትከል ኢኻ ኣብ ካልእ ሃገር ንምንታይ እንድሕር ንሃገርካ ብልፅግና ንሃገርካ ፅቡቕ እንድሕር ትሓስብ ነርካ ስለምንታይ ደው ዘይተብላ ፀናሞ ሓሳታት ምስ ክንደይ ዶንቆሬና ንእል ኣነሲ ዲክታቶራዊ ዝኾነ ስርዓት ኣብ ኤርትራ እንድህር ዘየፍቀደለይ ኣብ ካልእ ሃገር ዝሰር ሓደ ዶክተር እንድህር ኣብ ሓደ ሆስፒታል ኣብ ኤርትራ ክሰር እንተዘይከኣለ ኣብ ካልእ ሃገር ከይዱ ይሰርህ እንታይ ሽግር ኣለዎ ኤርትራ ጥራይ ዲ ኣን- ኮኮና ኣቐድ- ድበኩ ኣቐድም ኣቢልካ ቅድሚ ደቃይቕ ካልእ እኮ ኣነስኪ ዋላ ሓንቲ ጥቕሚ የብለይን ኢልካ ጥቕሚ ተዘይሃልካ ናብ ካልእ ሃገር ክሰርሖ ይትኽእል ኖ ጥቕሚ ኣነ የብለይን ኣነ እጥቀመልኩ ጥቕሚ የብለይን ግን ሓሳበይ እሞ እቲ እቲ ናተይ ሓሳብ ኣብ ካልእ ሃገር ከደ ገብሮ ሽግር የለን ተሃምላ ኤርትራ ምስ መፀት እዚኦም ኣብ ኡጋንዳ ደለዉ ንዓንዲ ክነግረካ ተስፍየ እዚኦም ሕጂ ኣብ ኡጋንዳ ኣብ ጁባን ኤርትራውያን ክንደይ ሃብታማት ኣብ በዓል ጁባን ኡጋንዳ ነታ ሃገሮም ገዲፎም ካልእ ሃገር ኣብ ካልእ ሃገር ትካላት ገለን ገይሮም ደለዉ ፈትዮም ድዮም
እዚኦም ክነግረኪ ሕጂ ናብ ኤርትራ ክኣትዉ ተኮይኖም እንታይ ኣብ መሲለኪ ጥቕሚ እንተዘይሃልዎም መይቶም ኣብ ኤርትራ ከይዶም ኢንቨስት ክገብሩልኪ ክእሉ እዮም እዚ ሰብ እዚ ከዓ ብዘይ ጥቕሚ ሓንሳብ ብረዘ ጥቕሚ ቆይ ፅናሕ ክነግረካ ሓንሳብ ሓደ ንሚእቲ ድንቁርና እዩ ዘለካ ስለ- ስለ ዘጉረምሮም ካነ ንስኻ ፈላጥ እስኻ ተስታይ መን ገለ ኢኻ እሞ መጀመርያ ቪድዮ ኣነ እስኪ ዳ ተስፋ ክፈት ልደት ቪድዮ መኮነን ክፈት እብሃል ድሕር ደሊኻ ንብኡ ምስ ሕጂ ንምንታይ ንስኻ እሞ ቃል ሓሳብ ሓራይ ቪድዮ ናቱ ክፈት ተስ ወዲ ሓሳብካ ተስፋ ተዛረብ ልደት ንተስፌ ንምንታይ ዲስረስፔክት ትገብር ኣለኻ ናይ ምንታይ ዲስረስፔክት ንሱ ኮይዳ ሓተን ደሎ ንስኻ መን ከብለኒ ኣሎ ኣነ ክነግሮ ኣለኹ

ብስረዚ ክውድእ እሞ ድሕሪኡ ክዛረብ ዋው ከድሕን ኣዛርበኒ እባ ሓንሳእ ወኪዶ ኣነ ሲ ክ- ክነግረካ ኣብ ሃገረይ ሲ ኮኮናት ይብቆል ኣይብቆል ናይ ኣብ ውልቃዊ ረባህ ደምፀሊ ኪሳራታት የለን እንትርፎ ነታ ሃገር ዝጠቅም ማለት እዩ ኣነስ ከም ኢንቨስትመንት ኣይኮነን ሃሲበዮ ገረብ ምግባር ወይ ድማ ክሌማዊ ለውጢ ክትቃለስ እንተኾንካ ነታ ሃገር እዩ መንግስቲ ሓላፋ እዩ ህዝብን ሃገርን ነባራይ ስለዝኾነ ክሌማዊ ለውጢ እታ ሃገር ከይትህሰ ብገረብ ምትካል ፕሮጀክት እዩ ዝዓተየ ኣይሰለጠን ገዲፈዮ ግን ወላ እቲ ፍልጠተ ሂዘዮሲ ከም ዶንቆሮ ክድቅስ ኣይኮንኩን ኣብ ካልእ ሃገር እ፣ ክገብሮ ክእል ይገብሮ ኣለኹ ልል ዓሰርተ ሃገራት ኮለል እንዳበልኩ ፕሮጀክትታት እገብር ኣለኹ ሽግር ዮኒ የብለይን ሓወይ ኣብ ኣብዚኣ ትሕቲ ሓተካ ሕጂ ዩናይትድ ኣነ ኔሽንስ ከዓ ኣብ ካልእ ምግባርካ ሕጂ ንኣብነት ናይ ያ ዓድና ረብሓስ ንህዝብናን ንሃገርናን ረብሓ ኢልካ ሓሲብካዮ እቲ ናይ ካልእ ግን ንዓኻ የርብሓካ ድዩ ኣይተዓደለን
ንዓይ ወላ ኣይረብሓኒን ስልጠና እዩ ዋላ ሓንቲ በቃ ማይንድ ሙኔር ብሓንሳብ ሳትስፋክሽን እንታይ ትገብሩ ንኣምበር ኣብ ኣሉላ ፋይናንስ ፀኒ እሞ ዋዕ ሮዚ ኮሊል ኣፍሪቃ ኮሊል ይኹን ቆናፍርተና ካልኦት መፅኺ ክፍለ ዓለም ሲ ፀኒ ፀኒ እሞ ሓንፃ ኣፍሪቃ ይኹን ካልኦት ክፍለ ዓለም ሲ ብክሌማዊ ለውጢ ዓለምና ፅሩይ ኦክስጅን ክህልዋ እዩ ኢንቫይሮንመንታል ሪስፖንሲቢሊቲ ፋይናንሻል እ፣ እቶት ኣይኮነን እዚያ ከትርድኦ ኣለኩም ሓደ ሰብ ህይወትኩ ህይወት ናይ ሰብ ኣድሂንካ ሓደ ዶክተር ስለ ዝኽፈሎ ጥራይ ድዩ ንወዲ ሰብ ህይወት ዘድህን ንሱ ኣይኮነን ትባልሃያ ሂማኒቲ ስለ ዝስምዖ ስለዚ ኣነ ክሌማዊ ለውጢ ተቃላሳይ ስለ ዝኾንኩ ኣብ ዓለምና እዚያ ኤርዝ ትበሃል እ፣ እ፣ እንታይ ድ- ፕላኔት ግሪን ክትኮኒ ኢና ንደሊ ምክንያቱ ኦክስጅን ሌቨል ዳውን ይኸውን ኣሎ ፕሉቱን ይውስኽ ኣሎ ኣብ ዝኾነት ትኹን ሃገር ገርም እንድህር ተተኺሉ እ፣ ንዓና የርብሓና እዩ ንኩላና እዩ ተረድኽኒ ግን እንታይ እቶት ከዓ ፋይናንስ ካበይ ተምፅ እንተበልክኒ ካብ ኣብ ካልእ ቢዝነስ ኣለኹ ኣነ ናይ ገዛ ርሰይ ትካል ኣለኒ ናይ ገዛ ርሰይ እቶት ኣለኒ ደሃን ዝኾነ መነባብሮ ሚድል ክላስ ፋሚሊ እዩ ዘለኒ ፅቡቅ ኣለኹ ኣነ ነገር ግን እቲ ግዜ እዩ ዘለኒ ከም ሆቢ ሓደ ሰብ ስፖርት ዝፈቱ እንተኮይኑ ማንቸስተር ወይ ከዓ ኣርሴናል ድግፍ በቃ ከምኡ ዓይነት ኣነ ከዓ እ፣ ክሌማዊ ለውጢ እየ ድፈቱ ክሌማዊ ለውጢ ክቃለስ ኣለኹ ድማ ኣብ ዝኾነት ሃገር እንዳኸድኩ ሓሙሽተ ሽሕ ገረብ ሰለስተ ሽሕ ገረብ ቮለንቲር ኮይነ ይ- ይተክል ማለት እዩ ለ- ለግሲ እየ ዝገድፍ ኣነ ለገሲ ህድሪ ይገድፍ
ረዘይ እያ ሕጂ እንታይ እዩ እንድሕር ሰብዓን ትሽዓተን ዘይተምሃርካ ኣለዉ ዝመሃሪት ኤዱኬሽን ረሰይ ሌቨል እንድሕር
እሱ እዮ ንሓወይ ፅቡቅ ኣለካ እንታይ ዋላ ማለት እዩ ኢብን ዋላ እኮ ድሕሪ ግዜ እኮ ንዓካ ደርብሓካ ነገር እውን ኣብ ካልኦት ሃገራት ንነዊሕ እዋን ንስካ ንኣብነት ወይ ከዓ ትኸስረሉ ነገራት ክትገብር እኮ ን ንዓኻ እውን ታሽሙ ኣይኮነን ኣርባሒ ኣይኮነን እንታይ ጥቕሚ ኣነ ሲ እንታይ ጥቕሚ እሱ ጥቕሚ ብገንዘብ ዲኹም ትውስኖ ዘለኹም ንስኹም ናይ ንሞያኻ ዳ እኮ ሕጂ እንታይ መሲልካ ክሳራታት እናኸሰርካ ኣብ ካልኦት ኣብ ካልእ ሃገራት ኬድካ ንትገብሮ ነገራት እንታይ ኪሳራ ከሲረ ኣዩ ቲንኪንግ ሕጂ ንኣብነት ሓደ ነጥቢ ክልተ ሚልዮን ኣግራብ ኣብ ሃንቲ ሃገር ክተክል ፕሮጀክት ናብ ዩናይትድ ኔሽን ኣቕሪብና ሸውቶም ቦርድ ሜምበር እቲ ኩነታት ርዮም ኣፕሩቭ ገይሮም እቲ ኩሉ ፋይናንሻል ባጀት ካብ ዩናይትድ ኔሽን መፅዩ ኣነ ከዓ እቲ ናይ ቮለንቲር ዝገበርክዎ ድማ ሰርቲፊኬት ተዋሂበ ቀስ ኢለ ድማ ናይ ኖበል ፒስ ፕራይስ ከዓ ኣብ ዓለም እቲ ክንዲዚ ኣግራብ ዝተኸለ ሰብ ተባሂለ ከዓ ይፅዋዕ

እንተታይ ኮንክ ረዝ ሓሳቡ ላላ እንታይ ብቪድዮ ብስኪ ብቪድዮ ውፃ ንስኻ የቃለለና ደይኮነ ብቪድዮ ውፃ እስኪ ብቪድዮ ብቪድዮ ትወፅእ ትኽእል ከምዚ ናይ ወዲ ሓረስታይ ጥራሕ ተስፊ ሓወይ ተረዳ እቲ ሓሳቡ ንሱ ነቲ ሉ ካበይ መፅእና ፈራህ ተሓቢኻ ትዛረብ ፈራህ ተስፋለት መኮንን ዝበሃል እንድሕር ደሊኻ ንምፃኑ ከይለካ ካሜራ ወላ ወዲ ኣብደላ ጃብር ደይትኾን ቪድዮ ኣርእየና ሰብኣይ እንተኾንካ

ሕጂ እውን ምሳኻ ዘረባ ይብለይን ምክንያቱ ፈራሕ ስለ ዝኾንካ ተሓቢኻ ኢኻ ትዛረብ ሰብኣይ እንተኾንካ ግን ብቪድዮ ውፃ መልሲ ግብረ መልሲ ክህበካ ክእል እንታይ ዋይስ ግን ነዛ ክትብል ኒሄልካ እንደ ስእለይ ስእለይ እኳ እንታይ እንታይ ብቪድዮ ተንዶ

ብርጌድ ንሓመዱ ከይመፅእ ከምዛ ናይ ማዕበል ኮይኑ ሆማነይ ንበይኑ ክቃለስ ይሕሾ
ሕዳ ፅፍፍት እንዳ እንታይ ዳሞ ዳ ሕጂ ንሰብ ኣነ እሞ ኣባል ብሓሳብ ክነግረኪ ሰዓሮ እየ ብሓሳብ ሰዓሮ ክነግረኪ ከይተፃረፍካ ሮዛ ኣነ ሶሪ ወፅ ኣለኹ እንደ ሕጂ ክወፅ እየ ሓንሳ ከረዳእኩም ንኩላትኩም ክትዛረቢ ከዓ ሙሉ መዓልቲ ክነግረኪ ኣነ ናይ ዝኾነ እትኹን ውድብ ኣባል ኣይኮንኩን ናይ ብርጌድ ንሓመዱ ይኹን ናይ ገለ ይኹን ኣብዚ ኩሎም ቶም ተቃዋሚ ፓርቲ ዝበሃሉ ኣባሎም ኣይኮንኩን ንኣባልነቱን ኣይሓተትኩን ኣነ ነገር ግን ነዚ ስርዓት እየ ዝቃወሞ እቲ ስርዓት ህግደፍ ኣንታይ ክንደይ ክዛረብ ወዲ ሃርስተ ይሕሸካ ዮኒ ክነግረካ ዶ ምስ ዝኾነ ፓርቲ ኣይትጠምር የየ ኣነ ናይ ዝኾነ ፓርቲ ኣባል ኣይኮንኩን ነዚ ስርዓት ድማ ይቃወሞ ኢለ ኣለኹ እ፣ ንህግደፍ ድማ ኣነ ቅድሚ 17 ዓመት እየ ዝቃወሞ ነይረ ብህጂ እውን ክቃወሞም እየ እ፣ ንሱ እዩ ህግደፍ እዩ እዚ ሰራቂ እዩ ገለመለ ዝብሉ እውን ክመፁ እዮም ኣነ ልእለይ ንህግደፍ ዝፀርፍ ልእለይ ንህግደፍ ዘንቋሽሽ መዓልታዊ ዝበዘሐና ዝበዘሐና እ፣ ርእሲ ኣታ ኣለኩም በጃኻ እዚ ወዳ ክርስታይ ዝበሃል ዝበዘሐና ታይ ከነግረካ እስኻ ወዲ ዓሰርተ ዓመት ከለኻስ ተቃዋማይ ነራ እዚኦም ሲ ኣይዛርቡን እዮም ናገዛ ገዲፈት ክኸይድ እምበር ዮኒ ሓወይ እንታይ ገድሽካ ትመላለስ ዘይትወፅእ እንታይ የትካ እንታይ ገድሽካ ማለት ምስ ዝርዳእካ ሰላም ኣሕዋት ሓደርኩም ሓረስታይ በዚሖም ኣንቲ

ፅናሕ ሮቤል ፅናሕ መዓንቲ ግዜ ለውሃተይ እሱ እኮ ወላ ሓንቲ እቲ ሓሳቡ ተዛሪቡ ንዮናስ እሱ መስሎ ንዕኡ ንዮናስ ምለስ እየ ድሓኒ ንዮናስ መምለስ እዮ ሮዚ
ሕሰብዮ ሮዚ ሓፍተይ ሮዚ ሓፍተይ ሕሰብዮ እምበር እዞም ኩሎም ኣብ ደንበ ህግደፍ ደለዉ እንድሕር መፂኦም ሲ ኣይንኣምነካን ኣይንኣምነኩም ኢና እዮም ክብልዎም

ወይ ኮን ስለ ትገብሩ ዘለኹም ኣንግሪን ኢሉ ተመጻኩም ስኢልኩም ሓቂፍኩም ኣንግሪ ትከዱ ዶ ናሊያና እኮ እሱ በምሓርኛ ገርጻ ስምዓኒ ጸማም ሰሮታ ሓደባ ተዛረቡ ብሓደ ተዛረቡ ነላ ኣንታ ስም ሓንሳም ዶ ሮዚ ኣነስ ተሰማዓኒ ዝሰማዕኩዎን እየ ዛርብ ደሎ የናስ የናስ ንበዓሉ እስኪ ይብለክ ኣለኹ ኣነ ሕጂ መጺዶ ከምዚ ከም ቢሉ ገለ መለይትወል ምክንያቱ ንሕና ይቃለስ ኣይቃለስ ኣይኮነን ዘረባ ግን ኣካያይዳ ምክንያቱ የናስ ተቃላሳይ ኣይኮንኩ ንብለ ክሎ ተቃላሳይ ተዘይኮይኑ ንምንታይ ነቲ ተቃላሳይ ዕንቅፋት ኮኑ ከመይ ማለት እዩ ተቃላሳይ ሓንሳብ ሓንሳብ ክነግረክ ድሓን እዚ ጠበቃ ኣይኮነን ኮ ጠበቃ ተዘይኮይኑ እስከ በየናይ መንገዲ እዩ ክኸስስ ስለምንታይ ከ ንዘ ዝመፅእ ሓደ መንገዲ ምሳዎ ካሜራ ክፍት ክሕዘልካ እዩ ክስታይ ንምንታይ ግርዎ ነቲ ሰብ ድህሎ ሰራሕቲ ኮይኑ ኖርማል ስራሕ

እሱ ዝግበር እኮ ጌርና ምሽ ኣምፅዎ ተረዳሃኒ ኣወዳእ ንክነ ክዛረብ እዩ ሮዚ ቃላት ደውፆም ንባዕሉ ዋላ ነቲ ሰራየስ ኣታ ገይርዎ እንታይ ኢልዎ እዮም ነይሩ ሓደ መዓልቲ ክዛረብ ከሎ መሲለኪ መዓት ጨጓራት ዳንጋ ደቂ ሰራየስ ኣብ ድሕሪ ኣበይና ንፈልጦ ንሕና እታ ግብሪ ነቲ ሰራየ ልዕልዎ

በየናይ ኣውራጃ ሰራያ ከተወዲብዎ
ዮናስ ኮኒ ይጋገይ ዋላ ሕጂ ሓንቲ መዓልቲ ገለ ሰባት ሕሪቆሞ ከም ዳይናሶር ፍልጠት ይኹም ዶ ገለ ዝበላ ኮኒ ኣቕሬታ ሓቲቱላ እዩ ሶሻል ሜድያ የጋግየካ እዩ ግን ስብለካ ንምንታይ ናሲ ነቲ ናብ ህግደፍ ነይሩ ሞኒ ናብ በቃ ደላይ ፍትሒ ዝኾነ ሰብ ዋላ ብውልቁ ደው በል ዋላ ገለስ ስለምንታይ ኢና ክሳብ ከምዚ ኣታክ ንገብር እቶም ደለይቲ ፍትሒ ኣይበልናን ወርና ወሪን ወፂና ኣይወፃና ሕጂ ሮዛ ታሽ ምግበር ድሓነይ ንዓደይ በልዮ እሞ ርስፔክት ጌርና ንሓቶ ኢና ማለት እዩ

ክሳብ መዓስ ኢና ስንዑ ሕጂ ደጅ መፁ ናብ ደንበ ፍትሒ ነቲ ስርዓት ፈንፊኖሞስ ክሳብ መዓስ ኢና ዳ ምስኦም እንታይ ዝወከፍናዮ ቅድሚኦም ሓሊፍና ዓሰርታት ዓመታት ተቓሊስና እንታይ ዶ ጌርና ኢና እንታይ ጌርና እስከ እሞ ድሕሪ ባይትኦም ምርኣይ ጽቡቕ እዩ። ንዓኽን ንዓኽን ንዮናስን ንጅደለይ ትምትሕለት ብሓሳብ ክርእየኩም እኽእል። ድሕሪ ባይታ ናይ ሓደ ሰብ እኮ ኣገዳሲ እዩ። ኣብ ዝኾነ ወላ ኣብ ፓርላማ ናይ ዝኾነ ዓለም ረይ ዝኾነ ክምረጽ ከሎ ድሕሪ ባይታ ናይ ኣቦ ሓቂ ወረ ብፍትሹ ግደፍ እየ ኮነ ናቱ ናይ ባዕሉ ግደፍ እዮም። ሕጂ ድሕሪ ባይታ ናይ ተቃሊሱ ኢሳያስ ምስኦም ዘይኮነ ንዓ ንዓ ኢሳያስ ኢሰያስ ኣፈወርቂሲ ምስኦም ተቃሊሱ ኢሎም ኣሚኖም ወይ ከኣ ምስኦም ኣብ ሜዳ ነይሩ ኢሎም ዶ ኣይኮኑን ኣብ ስልጣን ገይሮሞ ሰላሳን ሓሙሽተን ዓመት ዘለዉ? ና ንሶም ሕጂ ኣይኮኑን ገይሮሞ ጽናሕማ ኢሰያስ ብሓይሊ ሮባ ብሓይሊ ሓንቲ ኮይኑ ግዜ ኢሰያስ ብሓይሉ ብሓይሊ እዩ ጽናሕ ኮይኑ ሮባ ኢሰያስ ሓንቲ ግዜ ተረድእኒ ሮቢ ያ ክትዛረበኻ ሓንቲ ግዜ ሶሪ ሮዛ ሓፍተይ ኣነስ ኣነ እንታይ እኮ እከላኸለሉ ምበለ ዘለኹ ገለ ከይመስለካ ግን ንመሰላቱ ኖ ኖ ክዛረብ ጽንሕሞ ሮዛ ክቃለዖ እንተሎ ደስረስፐክት እንዳገበርካ ዘረባ ናይ ፈቱን ኢና ነገረካ ናይ ሮዚ ፅንሕ ንሕና ሲ እንታይ ኢለ ከኣነ ሰሓቢዮ እሞ ሪስፔክት ጌርና ክንሓቶ ንኣብነት ኣብ ሕጊ እንተኸይድካ ፔቲሽንን ገንዘብን ኣየድልየካን እዩ በቃ ሓቅን መርትዖን ምስክርን ጭብጥን ጥራሕ እዩ ዘድልየካ ሕጂ እዚ ዮናስ ናብ ደለይቲ ፍትሒ መፅኡ ንምንታይ ገንዘብን ፔቲሽንን ይሓትት ኣሎ እዩ ናትና ሕቶ ሕጂ ኣብ ታሕቲ እንተልዩ ሰሓቢ እዮም እሞ ነቲ ህዝቢ ከዓ ብሩህ ክገብሮ ንምንታይ ይሓትት ኣሎ ገንዘብ ሓትት ኮይኑ ካሞኒ ገንዘብ ቃል ይትሕዝ እንታይ ገድሽካ ድ- ድ- ድሃበ እንድሕር ደኣ ንገንዘብ እዩ ሓቲቱ እቲ ዝሃበ ይሃቦ እስኻ ግን ጁባኻ ሓዝ ካብ ጁባኻ ግን ንምንታይ ሓቲቱ ካብ ህዝቢ ካብ ደለይቲ ፍትሕስ ንምንታይ ሓቲቱ እዩ ናተይ ሕቶ

ንሱ ነብሱ ባዕሉ ዝዘረብ ዝኸኣለ ነብሱ ነብሱ ክከላኸል ዝኽእል እዩ ኣንበረከ ሃደይ ዲስረስፔክት እዋት ኖ ክገብርዎ ኖ ከለዉ ክጸርፎ ሮዚ ገለ ሮዚ ኣነ ልክዕ ኣነ ሮዚ ኣነ ተኻላኸልኩን ስምዕኒ ኣነ ተኻላኸልኩን ኣነ ግን ሓንቲ ነገር ትሕመኒ ት- ት- ትፈልጡ ዶኒ ኣ እንድሕር ደኣኒ ካብ ህግደፍ መፂኦም ክቃለሱ ሲ ከምዚኣ ገሮም ኣታ ክገብርዎም እዚኦም ሲ ደለይቲ ፍትሒ ድዮም ናይ ብሓቂ ኢልካ ስኻ ክትሓስቢ ከምዚ ተረዲእኪ እወ ሕጂ ጸገም የለን ንሱ ከኣ ሰብኣይ ስለ ዝኾነ ባዕሉ መሊስሎም እንድዩ እንድሕር ጸርፉ ጸሪፎምኻ ክነውርዶም ንኽእል ኢና ሽግር ዘሎ ኣይኮነን ንስኺ ግን ሲ ኤነርጂ መን ክትነውሪ መን ኢኻ ካብ ኣይትኽእልን ህግደፍ መጽኢ ህግደፍ ሸ- ኣይነበርኩን ጽናዕ እሞ ይብል ሸር በልሉ እሞ መን ሽሙ ሸር በልሉ ሓንቲ መን ተመሊሱ ኢኻ ካብ ህግደፍ መጽኢ ህግደፍ ኣይነበርኩን ምሽ ክብለኩም ጸኒሑ ዮናስ ኣብ ተሓቲ ኣብ ተሓቲ እንተሊኻ ኣብ ተሓቲ እንተሊኻ ዮናስ ከይትኣቱ

ሕጂ እንታይ ኣሎ መሲልኩም ዘርሰናይ ኮነ የናስ ኩሎም ሓደ እንዲም ነንሕድሕዲኦም ደላዮም ይዳኻኸሩ ግን ከም ኣጀንዳ ኮይኑ እዚ ኣነ ኣነ ከምዚ ደላይ ፍትሒ እየ ነረ ኣነ ከምዚ ናብ ደላይ ፍትሒ መፅ እዚ ኣይከውንን እዩ ቀዳማይ ነገር ብለኩም ኣለኹ ኣነ እዚ ቃልሲ ኣይኮነን ብከምዚ ናብዚ መፅ ብከምዚ ናብዚ ከይደ ትበሃል እቶ ትብልዎ ዘለኹም ግን ሓንቶ ወይ ክንሓቶ ዝደለና ዋላ ረብዚ ሓቲታቶ ዝነበረት መጀመርያ እንታይ ኢሉ ኣብ ኣብ ኤርትራ ክተክሎ ከለኩ እስኪ ንረብሓ ህዝቢ እየ ኢለ ነይረ ኢልና ድሓን ደይከይድ ናብ ኢትዮጵያ ዋላ ደይፈትን እንድሕር ከምኡ ኮይንዳ ወይ ከዓ ኣብቲ ዘለዎ ዘየብል እንድሕር ናቱ ብቕዓት ናቱ ልምዲ ከጥሪ ኮይኑ እኮ ብዙሕ ሃገራት ምርሓቕ የድልየካ ናቱ ትስራሓቱ ማዕረ ክንደይ ብቕዓቱ ክርኢ እንድሕር ኮይኑ ኣብ ዘለዎ ፍትን ታገብሪ ናብ ኤርትራ ከይድ ነይሩ መጀመርያ ካልኣይ ተቃዋማይ ኮይኑ እስኪ ከመይ ኢሉ እዩ ናብ ኤርትራ ክንኣቱ ተኮይንና እኮ ብዙሕ ነገር ፕሮሰስ ኣሎ ብነፃ ይተኣቱና ሰጊድካ ኢኻ ትኣቱ ኣነ ዋላ ሓንቲ ዋላ ሓንቲ ኮን ዋላ ሓንቲ ገበርኩን ኣነ ምስ መንግስቲ እየ ኢልካ ናብ ኤርትራ ትኣቱ እታኹም ተገልቢጥኩም ካልእ መንገዲ ትኸድሉ እንድሕር ኣትዩስ ተቃዋማይ ነይረ ብኸመይ ገሪ ተቃዋማይ ኮይና ኣትዩ ካልኣይ የናስ በምሓርኛ ገሩ ዝፃረፎ ዝነበረ በምሓርኛ ገሩ ነዚ መንእሰይ ዘቋሸ ነበረ ረሳዕ ድዩ ኣነሰ ፀባ እንዳ ኮይኑ ህዝብና እምበር ከምዚ ደካሪ ኣይተብሉ ኣነ መጀመርያ ብውልቀ ይዛረብ ነረ ካልኣይ ከዓ እቲ ዝደለኽዎ ኣነ ነገር እንታይ እዩ ግሪን ግሪን ግሪን ግሪን ክብል ከሎ ዝሓቕፍዎ መዓት ኣለዉ ነዚ ከዓ ይደልየና ምክንያቱ ብዙሕ ኣብ ወልደፍደፍ ክብል ከሎ ለካ ሰራየ የእትዋይ ኣነ ወዲ ሰራየ ወዲ ሰራየ ወዲ ሰራየ ይብል ኣበይ መዓስ እዩ ፈሊጥዋ ክልተ ሽሕን ዕስራን ሓሙሽተን ቅድሚኡ ንምንታይ እዩ ወዲ ኤረን ይብሉ ሰራየ ነበረት እንጃ ቅድሚ ሕጂ ግን ዝኾነ ኣታ ክፀቕጦ ከሎ ሓደ ሰብ ዳውን ክገብሮ ከሎ ናብ ሰራየ ይፅጋዕ እዚ ኸ የድልየናን ኣብ ዝኾነ ውድብ ናይ ሰራየ የለን ኣውራጃ ሰራየ እውን ኣይፈልጣን ብውልቁ ድላይ ይግበር ድላይ ምስ ድላይ ይተባት ንዓና ድመልከት ኣይኮነን ኣብቲ ናትና ቦታ ኣትዩ ግን ከምዚ'የ ከምዚ'የ ይበል። እትም ሓደ ክልተ ኣብ ጎኑ ኣለና ደቂ ሰራየ ንሕና ኢና ትብሉ ዘለኹም ካብ ውጹ ከምቲ ካሜራ ወጺኡ ዘሎ ንሕና ኣብ ጎኑ ኣብ ጎኑ ኣለና ብሉ። 18 ሰባት ምስ ትጸውዒኩም ኣሎ ሓቅነት ሰብኡት እንድሕር ኮንኩም ውጹሉ። ያ ነቲ ህዝቢ እውን ፋሕፋሕ ይተብሎ ሕጂ ጽናሕ እሞኒ ለውሃት ንምንታይ ትከላኸሉ ኣለኹ ነዚ ወዲ ኣነ ዘይተረዳእኒ

ኣነ ይብለካ ኣለኹ እንድሕር ማለት ከምዚኣ ኢልካ ፍትሒ ክመፅእ ኢለ ፍፁም ፍፁም ኣይሓስባን እየ ስለምዚ ቀቢፀ እየ ኣነ ተረዲእኩም ንስኹም እንድሕር ዳ ካብ ጥቕ- ካብ ደገፍቲ እንድሕር ዳ መፅዮምኹም ኣብዚይ ከምዚኣ ጌርኩም ድሕር ተ- ተጋፍዕዎም ድሕር ኮንኩም ማንም ሰብ ኣይኮነን ካብኡ ክመፀኩም ሲ ንሕና ከማነይ ሲ ዝነበርና ተቃወምቲ ዝነበርና ኣይ- ኣይ- ኣይ- ኣይንኸውን ኢና ድሕርጂ ኣይንኸውንን ኢና ስለዚ ብሓደ ኢልካ ድጣቕዕ ኣይኮነን ካብቲ እንዳምፃኻ እንዳቐየርካ ኢኻ ለውጢ ክትገብር ትኽእል እምበረይ ከምዚ ትገብርዎ ዘለኹም እንድሕር ደኣ ኮይኑ ፍፁም ለውጢ ዝበሃል ነገር የለን ይፈላለ እኳ ይስስር ደጋፋይ እንደጋፋይ ኩሉ ሓደ ማለት ኣይኮነን እኮ ለውሃታ ንሶም ሕጂ እንታይ ይብሉ ኣለዉ መሲልኪ ፅናሕ ሞሮቢ ሮቢ ጽናሕ ከረዳ እሶም እንታይ ይብሉ ከለዉ ሕጂ መሲልኪ ንሕና ንዮናስ ኣብ ዮናስ ዘለና እንተ ኣሽሙሲ ትማሊ ዮናስ ንሕዳኒ ኮኩናት ድዩ ክዘርኦ ድኸደ ዘርኢ ኣብ ኤርትራ እንድሕር ክዘርእ ከይዱ ሞ እቲ ስርዓት ኣየፍቀደለይን እንተይሉሲ ቢዝነሱ ስለ ዝጎደሎ እዩ ኣብ ኣብዚ ተቃዋማይ ኮይኑ እምበረይ ወፅዓ ህዝቢ ኤርትራ ተረዲኡዎን ደንጊፁን ኣይኮነን እዮም ዝብሉ ዘለዎ እንተ ከምኡ ኮይኑ ከዓ ሕጂ እሱ እንታይ ኢልና ከዓ ምስ ሓተትናዮ ኣብዚኣ ምስ ተስፌ ዋላ ው ክገብሮ ተዘይክኢለ እቲ ናይ ግሪን ምስፍሕፋሕሲ ኣካለ እውን ክገብሮ ክእለ ሕጂ ብካልእ ክሳራ ዘለ ስኢልካ ማለት ኣብ ካልእ እውን ክገብሮ ትኽእል ተኮይንካስ ኣብኡ ኮንካ ናብ ኣብ ጎረባብቲ ዋላ ከምዛ ተስፌ ዝበላ እውን ክትገብራ ትኽእል እኮ ኢኻ እቲ ብቑዕ ዝኾነ መልሲ ስለ ዘይኮነ እቲ ዘዕግቦም ስለ ዘይኮነ እቲ መልሱ እዮም እሶም ዝዛረብዎ ደሎ ኮይኑ ዝስምዓኒ ንዓይ ማለት እዩ ኣነ ብሓሳቡ ዋላ ሓንቲ እሱ ድልየት እዩ ቀበሎ ይቀበሎ ንሓሳቡነ ሓሳቡ ክዛረብ ሽግር የብለይን ንሳቶም ግን ኣ- እቲ እቲ ማራኪ ንሱ ከምቲ ዝህቦ ዝገለጽ መልሲ ሲ ኣርባሐ ስለ ዘይኮነ ኣይ ሚን እንታይ ዓጋቢ ስለ ዘይኮነ እዮም ዓጋብስ ኣይኮነን መልሱ ቅንዕና ዘየብሉን ዝዓይነቱ እዮም ዝዛረቡ ደለዎ
ኖ ኖ እንታይ ድዩ ኣግኝቼ ሮዚ ሓፍተይ እ፣ ክንዛረብ ሕጂ እዚ ክንዛረብ ሓራይ መዓር ክዛረብ ኢኻ ኣብዚኣ ናይ ሮዚ ክምልሰላ እየ ኣነ ሓንሳብ ሓወይ ናተይ ኣነ እንታይ እንታይ ሮዛ ሓፍተይ እንድሕር ደኣኒ ከይዱ ኣብ ኤርትራ ልምዓት ክገብር ተደልዩስ ረብሓ ንህዝቢ ኤርትራ እምበረይ ረብሓ ንዕኡ ጥራይ እውን ኣይኮነን ተረዲእኪ ንሕና ንምንታይ ድና ከትቃለስ ተረዲእኪ ሃፍታም ኣብ ደገ ደሎ ኣትዩ ነቲ ኣስራሕን ሰራሕን ክህሉ እኮ እዩ ተረዲእክኒ እንድሕር ዮናስ ከኣ ኣብኡ ደኣ ልምዓት እተገይሩሲ ንህዝቢ ኤርትራ እምበር ንበይኑ ኣይኮነን ትረብሓ ስለዚ ሲ እዚኣስ ወላ ሓንቲ ወላ ሓንቲ ድሕትት ነገር እውን የ- የብላን ሓቂ እዩ ከዓኒ እንድሕር ደኣኒ ኣይትገብር ናይ ህይወት ንረክበና መንግስቲ ክንሱ ከዓኒ እኮ ግድን እዩ ንዋት ክቃወም ምክንያቱ ክርዶ ተረዲእዎ ይቃወም ኣሎ ማለት እዩ ቅድሚኡ ኸ- ንዕንዳ ነገር ክለካ ተይ ቅድሚኡ ከፀ ወፅዓን ሽግርን ኣብቲ ህዝቢ ከም ደሎስ ኣይርድኡን እዮም ነይሮም ማለት ድዩ ኩሉ ኮ- ኩሉ እኮ ደጋፊ እዩ ነይሩ ብደገ ከሎ

ዓሰርተ ዓመትና ከኣ ንሕና ኣንጻር ናይቲ ስርዓት ኢና። ሕጂ እንታይ እዩ እቲ ኣነ ዋላ ሰላሳ ዓመት ገይሩ ዘፍረዮ ለዘ መፍትሒ ዋላ ሰላሳ ዓመት ገይሩ ይምጻእ እስከ ዮናስ ንበሎ ሽግር የብሉን። ግን ስቲ ናቶም መንእሰያት ንዕኡ ተኣሽሙ ድገብርዎ ነበሩ እታ ኮኮነት ምዝራእ ዘርኢ ንዓኻ ኣብኣ ምዃን ምስ ኣብየትካሲ ኣብ ካልእ ከዓ ብነፃ ትገብራ ኣለኻ ብነፃ ከዓ ኣብ ካልእ ጎረባብቲ ዓድኻ እውን ደይ ትገብሮ ንስኻ ግን ቢዝነስካ ይጎዲልካ ኢሎም እዮም ክዛረብዎ ፀኒሖም በዓል ተስፌ ማለት እዩ እዚ ናቶም ጣሽሙ እዩ፣ ናቶም ርድኢት እዩ። ሮ- ሮዛ ሮዛ ስምዒ እንዶ ንሕና ኣብዚ ደንበ ተቃውሞ ክመፅእ ከሎ ሰብሲ ብሓንቲ መምኽነይታ ኣይኮነን ኣብ ደንበ ተቃውሞ ዝመፅእ እቲ ስርዓት ብዝተፈላለየ ኣብ ርእሱን ኣብ ርእሲ ቤተሰቡን ኣብ ርእሲ እታ ዝነብረላ ዓድን ኣብ ርእሲ ብዓባያውን ኣብታ ኤርትራ ንብላ ሃገርናን ወፅዓ ምስ ተረድኣካ ኢኻ ናብ ቃልሲ ትመፅእ ወይ ከዓ ናብቲ ተቃውሞ ዝበሃል መድረኽ ትመፅእ ስለዚ ሓደ ሰብ እንተ ንቢዝነሱ ጎዲልዎ ድዩ እንተ ንኣብነት ኣነ ሕጂ ሲ ክቃወም ከለኹ እቲ ስርዓት ንኣብነት ኣብ ስድራይ ዝፈፀሞ ነገር ክህሉ ይኽእል እዩ። ብኸምኡ መፂኡ ክኸውን ይኽእል እዩ። እቲ ካልእ ሓውና ከዓ ብኻልእ መፂኡ ክኸውን ይኽእል እዩ። እዚ ሓውና እዚ ከዓ ረብሓ ምስ ጎደሎ እንድሕር መፂኡ ሲ መርሓባ ኢልካ ተቐቢልካ ዲኻ እቲ ክትገብሮ ዝግበኣካ ምሳኻ የእቲኻ እቲ ክትከዶ ዝግበኣካ ቃልሲ ነቲ ስርዓት ምውዳቑ ትሓስብን ትኸይድንስ ወይስ ትማሊ ረብሕኡ ጎዲልዎ እዩ መፂኡ እሞ በቃ ክመፅእ የብሉን ኣብዚ ቃልሲ ኢልካ ኢኻ ንሓደ ሰብ ዳውን ትገብሮ። ስለዚ ሕጂ ሓደ ሰብ ኣብ ቃልሲ ክመጽእ ከሎ ነብሱ ኣብ ነብሱ ጥራሕ ዝወረዶ ጥራሕ እውን እኮ ኣይኮነን ኣብ ኣሕዋቱ ኣብ ዓዱ ኣብ ኣብታ ብዓባያ እታ ሃገሩ ዝወረደ ወጽዓታት ተረዲኡ ወይ ናብቲ ቃልሲ ዝመጽእ ተቃላሳይ ከዓ መዓስ መጽኡ ኮንካ እንትብል ኣብታ ተረድአቶ እንተመጺእካ ወዲእካ ኣለኻ ጥራሕ ብቅንዕና ክኸውን ኣለዎ ኣብታ ዝመጽኣ ሰዓት ብቅንዕና ክኸውን ኣለዎ ብትንኩልና ሓንሳብ ሓንሳብ መን ኢኻ ጸማም ሰራዊታይ ሓንሳብ ድሓን ትዛረብ ኢኻ ሕጂ ክመጽእ ከሎ ብኸመይ ምኽንያት መጽኡ መጽኡ ከ እንታይ ክገብር ነቲ ደንበ ተቃውሞ ዶ ክዕኑ ወይስ ካልእ ረብሓታት እዩ ከሳሲ መጽኡ ኢልካ ድኣ ምሕሳብን ንዕኡ ምክትታልን የድልየካ እምበር ሕጂ መጽኡ ትማሊ ነበረ ነይርካ ኣብ ደንበ ቃልሲ ንሓደ ሰብ ክትነጽር ግን ጌጋ እዩ ንስኻ ንባዕልኻ እኮ ቀዲምካ ኣይነበርካን እኮ ቅድሜኻ እውን ማዕበልን ክሓልፉ ዮናስን ሕጂ ንስኻ ፍልልይ ኣለዎም ትብሎ ዋላ ሓደ እዮም ትብል
ንዓይ እንድሕር ኣንጻር ናይቲ ስርዓት ተኮይኖም ሓደ ዋላ ኣብ ዘለዎ ኮይኖም ተጎልጊሎም ነቲ ስርዓት ብዘለዎ ጉድለታት ኣብ ዘለዎ ኮይኖም ነቲ ስርዓት እንድሕር ሃሪሞምለይ ንዓይ ሓደ እዮም። ጸገም ዘለኒ ኣይኮነን ምክንያቱ ኣነ ስርዓት መን እዩ ብዘየገድስ ጥራሕ ክሃርሞም ከመይ ገሩ ወድቕን ጥራሕ ጽን- ጽ- ጸጸር ዝድርቢ ናብቲ ስርዓት ጥራሕ እዩ ዝደሊ ኣነ ማዕበል እሺ ይምጻእ እስጢፋኖስ በቲ ትብሎ ዘለኻ ኢሳያስ ኣብዛ ዘለዋ በቃ ይቕሬታ ምናልባት በዲለኩም እየ ኢሉ እንድሕር እታ ስልጣን እንተዘረክባ ፍትሓዊ ድዩ ቅቡል ዲኸ ሓንሳብ ተኣምኖ ተኣምኖ ደኻ ከምኣ ስለ ዝበለካ ጥራይ ሕጂ ክመፅእ ከሎ እሰያስ ሓንሳብ በሊኻ ዋሓስ ሓወይ ሓንሳብ ሓንሳብ ዋሓስ ሓወይ እሰያስ እንድሕር መፅኡ ንሕና እውን ህዝብን ሃገርን ብሕግን ሕጋውነትን ክትምራሕ ንደሊ እሰያስ እንድሕር ስልጣኑ ናብ ህዝቢ ረኪቡ የቐንየልና። እተን ዝገበረን ጉድለታት ግን በብሓደ ተምጽእን ኣብ ፍርዲ ተቕርቦ። ሓቃውን ቅንዓውን ፍርደ ተኸኢልካ ኣብታ ሃገር በታ ፍርዲ እሳያስ ከምዚኣን ከምዚኣ ገይርካ በዚኣን ከምዚኣን ከምዚኣን ገይርካ እሞ ፍርድኻ ዝበሃል በታ ልክዕ ዘላ ቅንዕና ፍርዲ ፍርዱ ወስድ እዚኣ ኢና ከዓ ንደሊ ንሕና ተዘይኮይኑ ግን እሳያስ ክመፅእ ከሎ ናባና ኣነ ተጋግየ ነይረ ተበፅ ሎ ስኻ ሓንሳብ በዲልካና ከሞይ ትመፅን ኢኻ ኣይንብሎን ኣይንብሎን ካብ ስምዒት ወፃእ ምክንያቱ ዘረባኻ ካልእ ሰብ እንዲ እሳያስ ከመይ ጌርካ ኢኻ ኣሚንካ ክናባኻ ዳኣ ክተምፅኦ ሕጂ ፅናሕ እሞኒ ሕጂ እንታይ ይብላ ኣሎ እዚ ሓውፋ ምስ ሓውና ሲ ኣነ ክውዳኣልኩም ሓንሳብ ንዕበታ ዘበገስክዎ ምክንያቱ ንሱ ህዝቢ እንታይ ኣራኪብዎ እዚኦም ኮነ ድሕርቲ ናይ ስርዓት ዝኮኑ ዝፀንሑ ሰባት እዮም ንሱ ግን ገባርን ሓዳግን ኮነ ኢሉ ንክፍኣት ዝተዓጠቀ ሰብ እዩ ተረዲካ ዋላ ከምቲ ናቱ ሰዓብቲ እንተለዉ ኮይኖም ናቱ መሓውር እንተለዉ ኮይኖም ኤክስትሪምሊ ዝከዱ ኣብ ህዝቢ ለውሃትን ክስታይ እንደይብሎም ኢሳያስ ግን መወዳድርቲ የብሉን ክነግረካ

ወይስ ወልደፍደፍ ኣመል ኮይኑኩም ንሕና መጀመርያ ኣነ ምስ ሮዚ ዝሓቶ ነበርኩ ኣብቲያ ናይ ክገብራ ዝግባእ ንምንታይ ከቋሪፅዋ ረብሓኻስ እንታይ እዩ ነይሩ ኢልና ዋላ ሓንቲ ረብሓ ኣይነበረንን ኢልና ኣብ ሃገረይ ከልምዕ ልምዓት እንታይ ይኾኑ ገረብ ገረብ ድዩ ስኢኑ ዘሎ ናፅነት ሰላም ቅሳነት እኳ እዩ ስኢኑ ዘሎ ህዝቢ እንታይ ማይ ድዩ ረብሓ ረ- ረብሓ ሓንቲ ረብሓ ማይ ነይርዎ ብኣኮ ወዲና ሓንሳ- ሓይ እንታይ ሓንሳብ ሮቢ ሓንሳብ ሮቢ ወዳኒ ማይ ስኢኑ ብሰንኪ ማይ እኮ ኣይኮነን ጥሜት እ፣ ጠምዩ ዝስደድ ዘሎ ምንባር ምሳኣን ዓቕሉ ምስ ፀበበ እዩ ተሰዲዱ መጀመርያ ንመንበሪ ዝኸውን ባይታ እካ ትፈጥረሉ ስእልካ ገረብ ተኺልካ ወይ ጀርዲን ኣፍሊስካ ኣይኮንካን ይልውጦ ኣለኹ ዋ ንህዝቢ የድሓልዶ ኣለኹ ትብል ትሓቶና ዝነበረት ሽዑ እንታይ እያ ማናቱ ንስኻስ ከምዚ ክትገብር ከለካ እንታይ ዓይነት ጥቕሚ ነይርካ ኢልና ኣይነበረንን ኢልና ብዘይ ሓደ ጥቕሚ ከዓ ሓደ ሰብ ዝኾነ ነገር ዝንቀሳቀስ እዩ ድኾነ ሃፍታም ተኮይኑ ረብሒ ዝረብሓሉ ጥራይ ዝሰርሕ ከምዚ ኢሉ እናመፀ ናብ ተቃዋማይ መፅኡ ናብ ክስታይ ተደልዩ ናብ ተቃዋማይ ከይድ ተደልዩ ናብ ህግደፍ ንሱ ናት መንገዲ እዩ መርገፂ እዩ እቲ ትብልዎ ዘለኹም ግን ከምኡ መፂእኩም ኣይኮነ መፂና ከይድና ጠፊእና ኣይትበሉ ሓደ ዝመጸ መጀመርያ ነቲ ቃልሲ ኣብቲ ቃልሲ ባይታ ኮይኑ ዝቃለሰሉ እንድሕር ኣልዩ ንምንታይ ትንጽሎ ኣለኻ ንምንታይ ትሰጎ ኣለኻ ንምንታይ በውራጃ ኣብ ካልእ ወዲቕካ ኢልካ ከተዛርብ እዚ እኮ ካልእ መንገዲ ንሱ ካብ ክቆናት ናብ ክስታይ መጽ ኣሎ ናብ ጠባቂ ምዃን ለውጡ ኣልሓንቲ ንሰን እየን ደላተን ፍልል ሕጂ ክንዛረብ ሓንሳብ ሕጂ ትርጉም ጸማም ስእሉ ስለ ወጸ ሓወይ ሰላ ተስፋ ልደት ኢኻ ተዘይተጋገ ሓንሳብ ሕጂ እታ ዘረባኻ እሩም ሓንሳብ ቃላት ተጠቐም ወልደፍደፍ ገለመለ እቲ እቲ ትሑት ኣዘራርባታት እኒኦ በልዎ ግደፍዎ ሰብ ክብሪ ሓንሳብ ኣለዎ ሕጂ ካብዚኻ ተኸባቢርና ጥራሕ ኢና ክንዘራረብ ንኽእል እምበር እ፣ ግን እ፣ ከምኡታት ቃላት እኒኦ በልዎ ስለዚ ሓወፋንስ ብኽብሪ ንዘራረብ እኒኻ ሓንሳብ ኣለውሎም ሕጂ ናይ ብራዘረይ ዕድል ሃብኒ ሶሪ ግን እንታይ ድዩ ሕጂ ተስፌ እዚ ዘረባኻ ነ ወላ ኣሎ እንዲ ብዙሕ ዝድግፎ ኣብ ኣብቲ ነቲ ሰብ ከመይ ጌርካ ከተረድኦ ትኽእል ግን ናትካ ብልሓት ሓትት እዩ እዚ ትብሎ ዘለካ ንዕኡ ብረስፐክት ከተረድኦ እንከለካ ክገብሮ ዝነበሮስ ንምንታይ ዘይገ ሕጂ እዚኣ ኣቐዲምካ ተሓታ ዝጸናሕካ ገረብ ምትካል ጥራይ ስለ ዝተኸልከልካ ጥራሕ እንተኾይኑ ወላ ሓንቲ ንፍትሒ ንህዝቢ ኤርትራ ኢልካ ኮንካን እውን ገዲፍካዮ ዘለካ ነቲ ዝነበርካዮ ህግደፍ ማለት እዩ ወፃዓ ህዝቢ ኤርትራ ብልክዕ ተረዲእካ እንተ ነይሩ እንተኾይኑ ናብኡ መፂኻ ከዓ ካልእ ነገር እዩ ኣብኣ ሕጂ ጽቡቅ ኣለኻ ግን ንሱ እዩ ክምልሶ ዝኽእል ዋላ ኢሉካ ጸኒሑ ኣቀዲመስ ተቃዋማይ እየ ነይረ ኣለዉ እኮ ዋላ ከምዚ ምሻለካን ኣምነቲ ብዙሕ ቂራታት ቅሪታታት ዘለዎም ብዙሕ ክግበር ዝግብኦ ዘይተገበረሎም ሎሚ ዶ ጽባሕ ለውጢ መጽእ እንዳበሉ ዝኸዱ ተቃወምቲ ኮይኖም ኣጊሮም ተቃወምቲ ምዃኖም ዋላ ዘይገልጽውን ኣለዉ እኮ እዮም ኣብቲ ደንበ ህግደፍ ላንጋ ላንጋ ዝጸንሐ ጥራይ ናብ ዓዲ